ሰላም ሰላም ናይ ሙቡ ዩቱብ ቤተሰብ ተኸታተልቲ ከመይ እኒኦኹም ዳሕና ዲኹም? ኣነ ዳሕና እየ እግዚኣብሔር ይመስገን። ከምቲ ኣነ ዳሕና ለለኹዎ ዳሕና ክትኮኑለይ ከዓ በዓልቲ ሙሉእ ተስፋ እየ። ሎማዓንቲ ከዓ ብሓዱሽ ቪድዮ እየ መፂኦኩም ማለት እዩ። ሓዱሽ ቪድዮ እንታይ እዩ ተይልኩም ብናይ ሜሪ ልመፀ ማለት እዩ። ብዙሕ ኮሜንት ሪኤ እየ ኣብ ናይ ሜረዳ ኣርሴማ ማለት እዩ። ሓደ ሓደ ግዜ ኩሉ ግዜለ ይብለክን እየ ሓደ ሓደ ግዜ ሓደ ሰብ ብናይ ባዕልና መመዘኒ ክንምዝኖ የብልናይ ተረዲእክን ድዩ ሓደ ሰብሲ ሓሻዊ ወይ ከዓ መንቀኛ ተኮይነ ኣነሲ ኩሉ ሰብ ከምኡ ይመስለኒ ማለት እዩ እና መብዛሕትኡ ሰብ ልረእክዎ ከምኡ ማለት እዩ ሓደ ሓደ ደቂ ኣነስትዮ በተለይ ማለት እዩ እና ሓደ ሰብሲ ፍቁራት ነይሮም ኣብ መንጎ ፍቁራት ከዓ ተባኢሶም

ዕዳጋ ሓሙስ ካዓ ይኾነይ ነይሩ መፂኡ መቐለ ኣትየ እየ መብራህቲ ሓፍተይ ይቅርታ ጥራሕ ኽብላ እየ ኢልኒ ተረዲእኩም ድዩ ብኣካል ኣይፎልጠይ ማርያምን ብኣካል ኣይፎልጠይ ማርያምን ኣይትበሊ ትብላ ሓደ ሓደ ኣለኽን ሸለፍክን ምሽርሻር ኣብ ምሽርሻር ትውዕላ ደቂ ኣንስትዮ ኣለኽን ሓደ ሓደ ማለት እዩ ኣትን ብናትክን መለክዒ ትልክዓ ልሰብ ማለት እዩ ኣነ ኸማኽን ሸለፈይ ስለለይሽርሽር ወይ ካዓ ኸማኽን ናይ ማሓዛይ ሕማቅ ነገር ስለለይምነ ማርያምን እንድሕር ኢለ ሓቂ እዩ በቃ ኣይኮነን እንደ ማርያምን ኢለ ስጋ ሰሎሚን እንድሕር ኢለ ኢለ እየ በቃ ሰለዚ ማርያምን መቀለዲ ገርክንኣ ምናምን ኸምዚ ፈላጣት ኣይትኹና ልዕልየይስ ኣይትፎልጥኦ ኢት ሃይማነት ማለት እየ ሰለዚ ኣይፎልጦይ ማርያምን ሐዝን ብኣካለይ ይፎልጦ እዪ ኣነ ደሞ ይቅርትኣ ይቅርትኡ ልክትቅቦሎ እየ እምበይ ኽንድዚኣ ትኣክል ናሰብ ምንቅንኝነት የለ የብለይን ኣብ ዓለም ማለት እዩ እግዛብሄርን ኣብ ዓለም ሃማይ ዓርኪ ይግጠምክን ኣነ ውሽጠይም ደገይም ኮይነ እየ ልቀርብ ላብ ሰብ ደስ ልብል ባህሪ ለለኒ ማለት እዩ ኽምቲ እስኽን ትግምታ ትግምታ ንጓል ኣንስተይቲ ይኹንኪ ሓያል እየ ብጣዕሚ እየ ደረቅ ብጣዕሚ እየ ሓቀኛ ኣይ ውስልቲ በቃ እቲ ክኾን ለለዎ እየ ልኾን እና ናይ ሰብ ደስታ ደሞ ብጣዕሚ እየ ለደስተኒ መንፈሳዊ ቕን እየ ልቐን እምበይ ከምዚ ስኻትን ትዕቅናኒ ጓል ኣንስተይቲ ኣይኮንኩን ስለዚ ማርያምን ኣይትበሊ ድራማ ድራማ የኾነይ እግዚኣብሔርን ድራማ የኾነይ ትኽክለኛ ህይወት እዩ ትኽክለኛ ህይወት እዩ ብጣዕሚ እዩ ልፎትያ ብጣዕሚ እዩ ለኽብራ ብጣዕሚ እዩ ለፍቅራ ሓዊሮም ከዓ ከም ልነበሩ እየ ልፈልጥ

ርግጠኛ እየ እስኻትኒ ከነ ወሰንቲ ተርፋ እምበይ ምስ ሜርስ ካብ ምዕራብ ዓደይ ንውዕሊ ኣነ ከዓ ካብተን ናታ ደስታ ልደልያ ደቂ ኣንስትዮ ሓንቲ እየ ማለት እዩ ክኸስራ ይደሊ ርግጥ ግን ደሞ ለይኾነ ኣብ ለይኾነ ህይወት ክትወድቅ ደሞ ኣይሕሺ ኣይውስልቲ ተረዲእኪ ድዩ ትውልጥ እቲ ናባዕልኻ ደስታ ትምነዮ ኢኻ ልሰብ ትምነየሉ እንድሕር ሓሳድ ኮይንካ ከዓ ከምኡ ኢኻ ልመሓዛኻ ትሕስድ እና ኣነ ካም ሓንቲ መብራት ሕማቅ ልምኒ ጓል ኣነስተይቲ ኣይኮንኩን ከምቱ ፅሕፎኦ ኮሜንት ኣይኮንኩን ድራማ ክንጀሚር ክንየ ታይ ሹሙ ክነልዕል ንክ ተልዕላ ትክእላ ኢክን ብናይክን ልመልእ እንጀራ የለይ ተረዲእክን ድዩ ዓሰርተ ሰብ ተፀሊእካ ሚእቲ ሰብ ፎታዊ እዩ ልመፀካ ምክንያቱ ትትክክለኛ ሂወትካ ልፈልጥ ማለት እዩ ስለዚ ልሰብ ኢልካዮ ኮንካይ ትሕሺ ልሰብ ኢልካዮ ኮንካይ ጽቡቅ ነገር ትሰርሕ ብቻ ግን ኣምሃሪ ኢዩ ትብሎ ቪድዮ ኢካ ሒዝካ ትመጽእ ስለዚ እዚኣቶም ካዓ ዳይረክት ሂወቶም ለለውዎ ኩነታት ትክክለኛ ሂወት ኢዩ እምበይ ከምቲ እስክን ትሓስብኦስ ኣይኮነን እና ልምንታይ ኢክን ተክኢልክን ጽቡቅ ኮሜንት ለይትጽሕፋ እንድሕር ለይክኢልካ ካዓ ሶማሊ ይካኣል ኢዩ እኮ ደንቆሮ ማሓዛ ኢልካ ዝስ ይጻሓፍ ኮሜንት ብዙሕ ኮሜንት ሓደ ሰለስተ ኮሜንት እየ ሪኤ ነይረ ግን ብቲ ናትክን መለክዕ ስለ ትልክዓና ኢክን እምበይ ሓደ ግዜ ብና ኩሉ ግዜ ለይብለክን እየ ብናትና መለክዒ ሰብ ኣይንለክዕ ሀዚ እስኪ ሸርሙጣ ተኮይንክስ ኣነ ለ ሸርሙጣ እየ ማለት ኣይኮነን እስኪ ሓሳድ ስለ ልኮንኪ ማሓዛኪ ስለ ናማሓዛኪ ፅቡቅ ነገር ለቅነእኪ ምናምን ወይ ካዓ እስኪ ደው ኢልኪ ስለ ትነብሪ ለልዕለኪ ስለ ለየለ ማሓዛኪ ካዓ ለልዕላ ከም ለየለ ኮይንካ ምንባር ኣይደልይ ጽቡቕ ሂወት ተሊኒ እቲ ናተይ ሂወት ኣብ ማሓዛ ይምነየላ መቸም ልባዕለይ ዋላ ዓሰርተ ሕማቕ ኮይነ ዋላ ዓሰርተ ሓሳድ ኮይነ ጽቡቕ ሂወት እየ ልምነ ስለዚ ኣነ ካዓ ከሙኡ እየ ተረዲእክን ድዩ እስኻትን ሓሳዳት ስለ ልኹንክን ከምቲ እስኽን ትሓስብኦ ልማሓዛኽን ትገብራኣ ይገርመኒ እዩ ባይዘወይ ኣብዛ ሕዚ ግዜ ሲ ኩሉ ግዜ ለይብሎ እየ ሀዝሲ ናይ ሓንቲ ጋል ኣንስተይቲ ቪድዮ ጥራሕ ዝባና እንድሕር ወፂኣ መን ኢለን ሸራሽረኣ ጓላት እቲ ደረጃ እሱከስ መብዛሕቲኤን ለለወኦ ደረጃ ማለት እዩ ካልኣይ ከዓ ሓደ ሰብ ልኮነ ትክክለኛ እንድሕር ሰሪሑ ከዓ እሱ ድራማ ስለ ልሰርሕ ኩሉ ሰብ ድራማ ይመስሎ ማለት እዩ ኩሉ ኩሉ ዝሰርሖ ሓደ ሰብ ኩሉ ነገር ልሰርሖስ ድራማ ይመስሎ እና ድራማ ትናትክን ኣካይዳ ትናትክን መመዘኒ እምበይ ድራማ ነገር የለይ ትክክለኛ እዩ እግዚኣብሔርን ትክክለኛ እዩ ናሜሪ ኢና ተስፋይ ህይወት ትክክለኛ እዩ ሓቢሮም እዮም ነይሮም እሱ ከዓ ትክክለኛ ህይወት ይልደሊ ቁም ነገር ይልደሊ ሓዳር ይልደሊ ግን ሓፍቱ ሓቢሮም ልነበሩሉ ኣካባቢ ልኾነ ለጋጭ ኩነታት ኣጋጢምዎም ተጋጭዮም ትፋላልዮም ነይሮም ሐዚ ከዓ እመናኒ ንስኻትን ጥራሕ ኢኽን ኣብ ወሰን ክተርፋ እምበይ ተፋላልዮም ኣይፈላለይ ኣነይ ሜሪ ከዓ ኣይንፈላለይ እስኻትን ድራማ እዩ እግዚኣብሔርን ድራማ የኾነይ ሓደ ሓደ ግዜ ግርም ልብለኒ ኩሉ ግዜ ልሉሉ ሰብ ልሕዞ እንጀራ እንኳዕ ለይመሃለዮ ዓለም በተለይ በተለይ ካም ቶጋሩ ማለት እዩ ሳብስክራይብ ሓንቲ ክልተ ስለ ለልዐለት ኩሉ ልልዓል ሳብስክራይብ የለይ ተረዲእክ እንድዩ ኣብ ናካሊእ ዜጋ እኮ ይፈልጥ እኮ እየ ፕሮፋይል ተይቀረየ ኢኽን ትገብራ ግን መፂኽን ኣብ ትግራይ ዩቱብ ክትሰርሓ ተይልክን እኳስ ቆላሕ ኢሎም ይርእኽን እረ ስልክለይ የልዕልኽኒ ደጋጊመ እየ ዝሰርሖ እዚ ቪድዮ እዙይ ኣይኮነን ዶ ኣብ ካሊእ ብሄር ለሎ ሃሎ ክብለክን ሲ ኣብ ትግራይ ለሎ ትድግፉ እኳስ ኩሉ ሰብስ ደጋፊ የኮነይ ኩሉ ማሕበራዊ ሚድያ ተጠቃሚ ኩሉ ሰብ መኸበሪ ኣይኮነን ሰለዚ ኣባና መፂኽን ክትፍክራ ክተፋራርሓ ኣይትጀምራ

ለይኾነ ስራሕ ሒዘ ኣይመጽእ ስለዚ ድራማ ተንሰርሕ ነርና ካምቶም ትመልኪትክን ኦም መንፈስክን ወቲፍክን ትርእዮኦም ትሓድራ ግን ተንሰርሕ ነርናስ በቃ ካሊእ ምገበርክን በስመ ስላሴ ማርያምን እንኳዕ ኣነስ ኣነሲ በተለይ ተጋሩሲ ተጋሩ ተጋርልውካ እንጀራ ስኳዕ ለይመሃለየ በስመ ስላሴ ግርም ይልብለኒ ብጣዕሚ ይልገርመኒ ማለት እዩ ሓቁ እዩ ዘያጆ ኮርሲ ልተጋሩ ልፀረፈ ከም ትግራዋይ ሓሳድ የለይ ትክክል እዩ እዙይ ትክክለኛ ህይወት ሒዝና ልክን መፂናስ ኛው ኛው ኛው ዋይ ኣትን ደቀይ ከም ትስክን ትሓስብኦ የኮንኩ ኣነ ከም ትስክን ትሓስብኦ ኣይኮነን ኩሉ ሰብ ካብ ደደ ዝንጉርጉር ይበሃል ኣደ እኳስ ሓደ ዓይነት ኣይትወልድ እዩ ስለዚ ካማየይ መሓዛ እንድሕር ረኺብክን ይብለክን ኣሎ ከማየይ መብራት መሓዛ ተረኺብክን ማርያምን ዕዱለኛታት ኢኽን ምኽንያቱ ደገይ ውሽጠይ ሓደ እየ ኣነ በቃ ቀያሕ እየ ውሽጠይ ለቀያሕ እየ በቃ ልሕባእ መንነት የብለይ ልሰብ ክፉእ ክፉእ ልሓስብ ተልኾን ኣነ ርግምቲ ተልኾን ሓያል ተልኾን ጎራሕ ተልኾን ቀደም ምተቀየርኩ ነይረ ቀደም ማለት እዩ ኣነ ሰብ ጠይቅኒ ብቅንዕና ልምልስ ለይመንነተይ ሒዘ ለይመፅእ ኣኽቢሩ ጠይቅኒ ኣኽቢረ ከዓ ልምልስ ኣኽቢሩ ቀሪብኒ ኣኽቢረ ከዓ ልቀርብ መክበሪት ሰብ እየ ስለዚ ናሜሪ ደሞ ድራማ እዩ ትብላ ተተረዲእክን ተቐበሉ ዲእክን ክትርድኣ እንድሕር ለይክኢልክን ከዓ ምምልካት ምግዳፍ ይከኣል እዩ ተረዲእክን ድዩ ስለዚ ኣነ ደሞ ከምቲ ዝሓሰብክዎ ብዙሕ ኣዋርሕ የውጊዕኒ መቐለ ካብ ትመፅእ እኳስ የውሓዳይ መቐለ ካብ ትመፅእ ሲ ብዙሕ ግዜ ተደጋጋሚ የውጊዕኒ ካብኡ ደሞ ሓፍቶ ወዳት እየ ውሽጠይ እስኽን ሓያላት ውሽጥኽን ጨካናት ስለ ልኾንክን ኣነ ክጭክን ኣይክእሊ ምኽንያት ሰብ እየ ሰብ ኮይነ ደሞ ከይዲ ህይወተይ ሞት ከም ለለ ስለ ልኣምን ተኸባቢርካ ሞት ፅቡቕ ታሪክ ሰሪሕኻ ሞት ምስ ሰብ ፍቕሪ ሒዝካ ሞት ስለ ልተምሃርኩ እሱ ሓሲበ እየ እምበይ ከምቲ እስኻትን ትግምታኒ ከምቲ እስኻትን ትብላኒ ሰበይቲ ኣይኮንኩን ተመሲልክን ካዓ ምንም ችግር የብሉይ ብኡኡ ሓዝኦ እቲ ድንቁርና ካባኪ ክነይ ይከይድ እምበይ ኣነ ደንቆሮ ኣይኮንኪ እግዚኣብሔር ይመስገን ብመፀዊዑ ፀዊዕኒ ኢለ ሰብ ኣይናደዲ እና ኣኔ ሜሪ ካዓ ተፃሊእና ንቀሪ ሰባት የኮናይ ፅባሕ ክንዕረቅ ኢና ተረዲእክ እንድዩ እና ድራማ ኣዩ ትብላና ሜሪ ካውዙይ ላዕቀብ ከረደእክን ኣይክእልይ ትክክለኛ ሂወታ ኣዩ ፍቁራት እዮም

ጽቡቕ ነገር ስለ ለይርከብ፣ ጽቡቕ ትምህርቲ ስለ ለይርከብ ስለ ትርኢ። ሓደ ሓደ ግዜ ደሞ ንእሽተይ ሰበ ኮይኑ ቁም ነገረኛ ትርኢ እና ኣነ ደሞ ከም ዕድመይ ለይኾንኩሲ በቃ እምቢ ኣይብሉኒ ካብኡ ከዓ እሳ ንእሽተይ ሓፍተይ እያ ብያንስ ተስፋይስ እንድዒ ግን ሜሪ ንእሽተይ ሓፍተይ እያ ናታ ጽቡቕ ስለ ልምነ ሓዳሮም ክስተኻኽልዎ ኣለዎም ላብ ነበርዎም ፍቕሮም ክምለሱ ኣለዎም ኢለ እየ ደኣ ልዓረቕክዎ እምበይ ምዕራቕ ጸገም የውሊ ኣብ ማእኸል ኣቲኻ ምሕሻይ ምባኣስ እዩ እምበይ እዚ ጌጋ ለለዎ መሲሉ ኣይስምዕኒ ጌጋ ኣለዎ እዩ ኢልክን ትኣምና ተኾይንክን ደሞ ምንም ክግበር ኣይኽኣሊ ማይክን ስተያ እየ ክብለክን ልኽእል ካብኡ ደሞ ብመለኪዒኽን ሰብ ኣይትለክዓ። ኣነስ ታይ ታይ ክረክብ ትብላ ካብ ሰብ ካብ ሰብስ ንኣብነት ሜሪ ተጎዲኣስ ኣነስ ታይ ይረክብ ተታዓሪቆም ግን ደስ ይብለኒ ጎረበተይ ትኾነኒ ካምቲ መሳርሕተይ እኒኣ መሳርሕተይ ትኾነኒ ብልበለፀ መዳግፍተይ ትኾነኒ ከምኡ እየ ልኣምን ኣነ

ኣይበሃል እዩ ሰብ ስለለይትፎልጦ በቃ ኣይትፎልጦ ቡቲ ትፎልጦ መንነት እኳስ ክትናገር ኣይትኽእል ተኽኢልካ ማለት እዩ እና ተኽኢልክን ፅቡቅ ኮሜንት ፀሓፋሎም ተዓረቃ ረእያ ስለ ብሰንከይ ኣባይ ሰየን ኢሉ ኣብ ማእኸል እዩ እንትን ኢሉ እኒኦ እና ተኽኢልክን ፅቡቅ ኮሜንት ፀሓፋሎም ናብ ናቀደመ ፍቅርኹም ተመለሱ ዞም ኣሕዋተይ መዓረይ ነውሪ እዩ ምፍልላይ ፍቕሪ ምክንያቱ ፍቕሪ መስዋእቲ እዩ ብዙሕ ነገር እዩ ለኽፍለካና ከምኡ ኢልክ እንተ ትፅሕፋ ዳኣ እምበይ ሕማቕ ነገራት ምፅሓፍ ድራማኹም ኢኹም ከምዚ እዩ ከምዚ እዩ ኣየድሊ እና እቲ ቃላት ቃል እግዚኣብሄር ከዓ ልዕለይ ኣይትፈልጦ እዪ በተለይ ሓደ ሓደ ኣቲ ነተን ሓደ ሓደ ሕማቅ ትፃረፋ እየን እና ኣነ ካብ ኩሉ ደስ ለይብለኒ ባህርይ ለይናይ እለ ኣነ መሲለ ሰለ ለይመጽእ ሰብ ልኾነ ነገር ክብለኒ ኣይደሊ ረዲእኩም ድዩ ልኾነ ነገር ኣይደሊ በቃ ቢያንስ ልሰብ ክኾን ይኽእል እዩ ስለ ልውሎ እየ እምበይ ማዕረ ከምዚ ልወረድኩ ሰብ ለይኾንኩ እና ተኸኢልክን ኣብ ኮሜንት ተፋቐሩ ይቅርታ ግበርሉ ላብ ነበረኩም ተመለሱ ኢልኩም ጸሓፍሉ ያም ምስ ሜሪ ውዒልና ሓዲርና ካብ ምትዕራቕና ኣይቐሪ ወይ ክኸዳ እየ ወይ ባዕላ ንፍስቶ ኢልዋ ክንራኸብ ኢና እና ናይ ሌማዓንቲ ነበረ ሓሳበይ ነዚ ይመስል ትማሊ እየ ክሰርሐልኩም ኢለ ነይረ ግን ትማሊ ካሊእ ቪድዮ ስለ ልነበረኒ ናይ ካሊእ ቪድዮ ሼር ኢለ ኣጋጣሚ ደሞ ስለ ለይጠዕየኒ ነበረ እዩ እና ነበረ ንውዕሎ ነዚ ይመስል ሼር ሳብስክራይብ ላጎርኩም ኣታውዑኒ ኣቱም ትፎትዩኒ ብጣዕሚ እየ ልፎትየኩም እግዚኣብሔር የኽብረለይ ኣቱም ትጸሉኒ ከዓ ልቦና ይሃብኩም ብናትኩም መለክዒ ትለክዑኒ